ክቡር ፕረዚደንት ኢሳያስ ኣፈወርቂ ዝሓለፈ ሰሙን ኣብ ሪያድ ኣብ ዝተቓንዐ ቀዳማይ ዋዕላ ሱዕዲ ዓረብን ኣፍሪቃን ኣብ ዝተሳተፈሉ ምስ ወራስ ዓራት ንግስነት ሱዕዲ ዓረብን ካልኦት ላዕለዎት ሰበስልጣን ሱዕድን ምስ ሓያሎ መራሕቲ ኣፍሪቃን ርክባት ኣካይዱ ነይሩ። ብዛዕባ እቲ ዋዕላን ዝነበረ ርክባትን ብዝምልከት ወኪል ሚኒስትሪ ዜና ምስ ፕሬዚደንት ኢሳያስ ዘካየዶ ቃለ መሕትት ይስዕብ።
ክቡር ፕሬዚደንት፣ ዋዕላ ንግስነት ስዑዲ ዓረብን ኣህጉር ኣፍሪቃን ሓበራዊ ምትሕግጋዝን ሽርክነትን ኣብ ምፍጣር ዝህልዎ ግደ ከመይ ትርእዮ?

ምትሕግጋዝ፣ ሽርክነትን ምምልላእን ንምርግጋጽ ኣብ እዋኑ ዝቐረበ ዕድመ እዩ ነይሩ ክበሃል ይከኣል። ንግስነት ስዑድ ዓረብ ዘለዋ ጸጋታት ቀሊል ኣይኮናን። ጸጋታታ ኣብ ዞባውን ኣህጉራውን መቐይሮ ተራ ክህልዎን ንዕብየት ቁጠባ ካልኦት ሃገራት ክድርኽን እንተኾይኑ ዝሰፍሐ ባይታ ክፍጠረሉ የድሊ። ኣፍሪቃ'ውን ገዚፍ ባህርያዊ ጸጋታት፣ ማለት ስሳ ሚእታዊት ካብ ጸጋታት ዓለም እትውንን ኣዝያ ሃብታም ኣህጉር እያ። ይኹን እምበር ገና ኣብ ቅልውላውን ሽግርን ትነብር ዘላ እያ። ኣፍሪቃ ሓደ ነጥቢ ክልተ ቢልዮን ህዝቢ ዝነብረላ ኣህጉር ከም ምዃና መጠን፣ ዋላኳ ንግዚኡ ብድሆታት እንተለዋ ንመጻኢ ገዚፍ ዕቑር ዕድላት ኣለዋ። ነዚ ኣብ ኣፍሪቃ ዘሎ ዘይርጉእ ኩነታትን ህውከትን ቅልውላውን ከይፈታሕካ ግን ልምዓት ክህሉ ኣይክእልን'ዩ። ህዝብታት ኣፍሪቃ ብሰንኪ ብልሽውናን ዝምታን መራሕቱ፣ ምትእትታው ናይ ወጻኢ ሓይልታትን ጸጋታቱ ከይጥቀም ዓቢ ብድሆ ኮይንዎ ኣሎ። ነዚ ክልተ ረቋሒታት ኣብ ግምት ብምእታው ክፍጠር ዝኽእል ሽርክነትን ምምላእን ዓቢ ትርጉም ኣለዎ። ንግስነት ስዑዲ ዓረብ ንህሉው ኩነታት ኣፍሪቃ ኣብ ምልዋጥ ኣበርክቶ እንተገይራ፣ ኣብ ዓበይቲ ፕሮጀክትታት ልምዓት ክትሳተፍ እንተኽኢላ፣ ካብዚ ገዚፍ ዕቑር ጸጋታት ኣፍሪቃ ክትጥቀም ዕድል ኣለዋ። ነዚ ጸጋታት እዚ ንምምዝማዝ ድማ ኣቐዲምካ ሓደ ንጹር መካኒዝም ምፍጣር የድሊ እዩ። ንግስነት ስዑዲ ዓረብ ዓቕሚታታ ንምውፋር፣ ቅድም ቀዳድም ኣህጉር ኣፍሪቃን ህዝባን ጸጋታቱ ክጥቀመሉ ዝኽእል ዕድል ኣብ ምፍጣርን ንመጻኢ ወለዶ ምቹእ ሃዋሁ ኣብ ምጥጣሕን ኣበርክቶ ክትገብር ኣለዋ። ሽርክነታዊ ምምልላእ ኣፍሪቃን ስዑዲ ዓረብን፣ በዚ መንጽር'ዚ ርኢኻ ኣዝዩ ኣገዳሲ እዩ። ኣብ ኩሉ መዳያት ንጹር ውጥናትን ስትራቴጂን ዕላማን ከኣ የድሊ። ኣብ ዝርዝራት ናይ'ቲ ዋዕላ ከይኣቶና፣ እዚ ዝተኻየደ ዋዕላ ናይ መጀመርታ ስጉምቲ እዩ። ክቕጽል እንተኾይኑ ግብራዊ ስጉምታትን ተወሳኺ ርክባትን ምምኽኻርን የድልዮ። ፈለማ ንሓፈሻዊ ርእይቶ ኣፍሪቃ ምስማርን ዓቕምታቱ ድሉው ምግባርን የድሊ። ንግስነት ስዑድ ዓረብ ድማ ናብ ግብራዊ ስራሕ ዘሰጋግር ብግሉጽነት ዝልለ ሜካኒዝም የድልያ። በዚ ኩሉ ዝተገልጸ ምኽንያት እቲ ዋዕላ ኣብ እዋኑ ዝመጸ ኮይኑ፣ ኣብ መንጎ ንግስነት ስዑድ ዓረብን ኣፍሪቃን፣ በብዞባታቱን ዞባዊ ውድባቱን ርክባትን ምምኽኻርን ግድን ክቕጽል ኣለዎ። በዚ ድማ ነዚ ህልዊ ብድሆታት ሰጊርካ ናብ ዝዓበየ ምትሕግጋዝ ዘሰጋግር መካኒዝም ክፍጠር ይኸእል።

ኣብቲ ርክብ እንታይ ኣርእስትታት ተላዒሎም? ዝምድና ኤርትራን ስዑድን ንቕድሚት ንምድራኽን ኣብ መንጎ ክልቴና ሃገራት ናይ ምትሕግጋዝ ሽርክነታዊ መደባት ኣብ ምንጻፍንከ ክሳብ ክንደይ ኣገዳሲ ነይሩ? ኣው በራምጅ ኣተዓውን ወሸራከ በይነ ኣልበለደይን።

ምስዚ ዋዕላ መራሕቲ ኣፍሪቃን ስዑዲ ዓረብን ዝመጸ ኣይኮነን። ኣብ መንጎ ኤርትራን ስዑዲ ዓረብን ጂኦግራፍያዊ ክሊ ናይል፣ ቀርኒ ኣፍሪቃ፣ ቀይሕ ባሕርን ወሽመጥ ዓረብን ዝፈጠሮ ናይ ቀረባ ርክባት ኣሎ። ክልተኣዊ ዝምድና፣ ምትሕግጋዝን ሽርክነትን ኤርትራን ስዑዲ ዓረብን ኣብ ክሊዚ ጂኦግራፍያዊ ክውንነትዚ ዝረኣ'ዩ። እንተኾነ ብዛዕባ ልምዓት፣ ትሕተ ቅርጺ፣ ዕደና፣ ጸዓት፣ ማይ፣ ቱሪዝም፣ ካልእን ናይ ምትሕጋዝ መዳያት ክንዛረብ እንተድኣ ኮይኑ፣ ቅድም ቀዳድም እዚ ዞባ እዚ ርግኣት ክረክብ ኣለዎ። ምስ ካልኦት ምምላእ ክህሉ ኣብ ነንሕድሕዱ ዝተሓጋገዝን ዝደጋገፍን ርጉእ ዞባ ክኸውን ኣለዎ። ስትራቴጂያዊ ኣገዳስነት ዞባና ርዱእ እዩ። ሰፊሕ ሽርክነትን ምምላእን ንምርግጋጽ ዘኽእለና ኣህጉራዊ ማያዊ መስመርን ገዚፍ ዓቕምታትን ኣሎና። ኣብዚ ናብ ሓድሽ ዓለማዊ ስርዓት ንምስግጋር ኣብ ቀረና መንገዲ በጺሕናሉ ዘለና እዋን፣ ኣፍሪቃ ጸጋታታ ተጠቒማ ኣብ ዓለማዊ ቁጠባ ኣበርክቶ ክትገብር እንተድኣ ኮይና ግድን ካብቲ ሃሚሽ ክትወጽእ ኣለዋ። ኣብዚ መዳይዚ ኣብ መንጎ ኤርትራን ስዑዲ ዓረብን ብሓደ ወገን፣ ኣብ መንጎ ስዑዲ ዓረብን ከም መራኸቢ ቀሌበት ኣፍሪቃን ማእከላይ ምብራቕን ዘገልግል ዞባናን ድማ በቲ ካልእ ዝትግበር መደባት ፍሉይ ኣገዳስነት ኣለዎ። ዝምድና ኤርትራን ስዑዲ ዓረብን ጂኦግራፍያውን ሓበራዊ ታሪኽን ዝመሰረቱ እዩ። ክልቲኤን ሃገራት ኣብ ዝተፈላለየ ጽላታት ዝውንንኦ ዓቕምታትን ጸጋታትን ኣብ ግምት ብምእታው ድማ ኣብ ውሽጢ እዚ ዞባ ክግበር ዝኽእል ሰፊሕ ናይ ወፍርታትን ቁጠባን ምትሕግጋዝ ክንውስን ኣሎና። ንልምዓት ዝምችእ ሃዋሁ ንምፍጣርን ዘሎ ፀገማት ንምፍታሕን ኣብ ፀጥታዊ መዳይ እውን ክንተሓጋገዝ ኣሎና። ኣብ ኩለንተን ነዚ ዞባ ዝቑማ ሃገራት ርግኣት እንተዘይተፈጢሩ ብዛዕባ ልምዓት ክንዛረብ ዝከኣል ኣይኮነን። ምስ ስዑዲ ዓረብ ዘለና ሽርክነት ነዚ ኣብ ግምት ዘእተወ እዩ። ዕቱብነትን ድልውነትን ድማ ኣሎ። ምስ ወራሲ ዓራትን ካልኦት ሰበስልጣን ስዑድን ዝገበርናዮ ርክባት ኣብዚ ጉዳይ እዚ

ኣብ ክሊ እቲ ኣቐዲመ ዝገለጽኩዎ ዝረኣ እዩ። ነዚ ዞባ ዘቑሙ ኣርባዕተ ረቋሒታት ነናቶም ፍሉይነት ኣለዎም። ገማግም ናይል እንተወሲድና ብርክት ዝበላ ሃገራት ዝሓቖፈ እዩ። እዘን ሃገራት እዚኣተን ከወሃህደን ዝኽእል ስትራቴጂያዊ ዕላማታት ክህልወን ኣለዎ። ልምዓታዊ ፕሮጀክትታት ንምትግባር ኣብ መንጎኤን ስምምዕ ክህሉ ይግባእ። ሃገራት ቀርኒ ኣፍሪቃ'ውን ብተመሳሳሊ። ንቀይሕ ባሕሪ ብዝምልከት ንሕና ቅድሚ ብርክት ዝበለ ዓመታት እማመና ኣቕሪብና ኔርና። እቲ እማመ ኣብ ክውንነት ዝተመርኮሰ'ዩ። ብዛዕባ ውህደት ኣብዚ ኣገዳሲ ኣህጉራዊ ሞያዊ መስመር ዝርከባ ሃገራት ክንዛረብ እንተኾይንና ብቐዳምነት ዝመጽእ ምርግጋጽ ጸጥታዊ ውሕስነት'ዩ። ሃገራት ቀይሕ ባሕሪ ብዘይ ናይ ወጻኢ ምትእትታው፣ ባዕለን ወተሃደራውን ጸጥታውን ውሕስነት ናይዚ ኣገዳሲ ማያዊ መስመር ከረጋግጻ ኣለወን ዝብል ርእይቶ እዩ ዘለና። ብድሕሪኡ ጉዳይ ምትሕግጋዝ ኣብ መንጎኣን ክመጽእ ይኽእል። ግብረ ሽበራ፣ ንግዲ ምስግጋር ደቂ ሰብን ካልእ ዘይሕጋዊ ንግድን ንምምካት ንጹር ውጥንን ስትራቴጂን ክህልወን ኣለዎ። ኣብዚ ኣገዳሲ ማያዊ መስመር፣ ጸጥታን ርግኣትን ንምውሓስ ኣብ ወተሃደራውን ጸጥታውን መዳያት ናይ ምትሕግጋዝ መካኒዝም ክህሉ ኣለዎ። ኩለን ኣብ ገማግም'ዚ ባሕሪ ዝርከባ ሃገራት ኣብዚ ጉዳይ'ዚ ሓላፍነት ክስከማ የድሊ። ነፍሲ ወከፍ ሃገር ከከም ዓቕማን ትሕዝቶኣን ኣበርክቶ ትገብር። ኣብቲ ዘቕረብናዮ እማመ ኣብ ጉዳይ ምውሓስ ጸጥታ ናይ ወጻኢ ምትእትታው ክህሉ ከምዘይግባእ ገሊጽና ኢና። ምኽንያቱ። ጠንቂ ዘይምርግጋእ ክኸውን ስለ ዝኽእል፣ ናይ ወጻኢ ሓገዝ ኣድላዪ እንተኾይኑ ኣብ መንጎ ሃገራት እቲ ዞባ ብዝግበር ምምኽኻር ዝፍጸም ይኸውን። ልኡላውነት ናይዚ ማያዊ መስመር ዝዕቀብ ብሃገራት ናይዚ ዞባ እዩ። ነዚ ድማ መካኒዝምን ምትሕግጋዝን ክህሉ ኣለዎ። ቀይሕ ባሕሪ ልዑል ስትራቴጂያዊ ኣገዳስነት ዘለዎ ከባቢ ከም ምዃኑ መጠን፣ ኣብ መንጎ ኣባል ሃገራት ናይዚ ዞባ ድልዱል ምትእስሳር ክህሉ የድሊ። ኣብ ክሊ እዚ መረዳእታ እዚ፣ ኣብ መንጎ ኤርትራን ንግስነት ስዑድ ዓረብን ዝህሉ ምትሕግጋዝ ብደረጃ ዞባ ንዝግበር ምትሕግጋዝ ኣብ ምዕዋት ደራኺ ተራ ክጻወት ዝኽእል እዩ።

ናቅዴት ኣልሱዳን ሽወያ ያኒ ታሕታጅ ኢላ ወቅት መዚድ ምን ኣልወቅት ለኣነው። ሽግር ሱዳን ዘለዎ ምትሕልላኽ ኣብ ግምት ብምእታው ንመፍትሑ ኣብ መንጎ ጎረባብቲ ሃገራት ሱዳን ምትሕግጋዝ ዝሓትት እዩ። ብዘለና ተመክሮ ናይ ዘተ መድረኻት ምብዛሕ ንባዕሉ ብድሆ እዩ። ሱዳን ካብ ዘላቶ ክውንነት ክትወጽእ፣ እቲ ሽግርን ጠንቅታቱን ብዝግባእ ተረዲእካ መጻኢ ፍታሕ ዝረጋገጽ ምቹእ ሃዋሁን ባይታን ምፍጣር የድሊ'ዩ። እንተኾነ እቲ ዘሎ ናይ ወጻኢ ምትእትታውን ኣጀንዳታቱን ኣብ ሱዳን ዝኸፈኤ ምትሕልላኽ ብምፍጣር ነቲ ሽግር ናብ መላእ ዞባ ከምዝልሕም ንምግባር ዝዓለመ'ዩ። ካብዚ ንምውጻእ ዕቱብን ሓቀኛን ተበግሶ ጎረባብቲ ሃገራት የድሊ። የግዳስ ብዝሒ ተበግሶታት ንባዕሉ ብድሆ ይኸውን ኣሎ። ተበግሶ ኢጋድን ሕብረት ኣፍሪቃን ዝበሃል ኣሎ። ተበግሶ ስዑዲ ዓረብን ኣሜሪካን ካልኦትን እውን ኣሎ። እዚ ነቶም መፍትሒ ከቕርቡ ዘይክእሉን ኣብ ውሽጣዊ ጉዳይ ሱዳን ኣትዮም ርግኣት ዞባና ከውኹ ዝደልዩን ናይ ወጻኢ ሓይልታት ምኽንያት ዝፈጥር እዩ። ጉዳይ ሱዳን ንምፍታሕ መፍትሒ ናይ ዘተ መኣድታት ክህሉ ኣለዎ። ብዛዕባ እዚ ጉዳይ እዚ ምስ ኣሕዋት ንግስነት ስዑዲ ዓረብ፣ ምስሪ፣ ሱዳንን ደቡብ ሱዳንን ንዘራረበሉ ኣሎና። ጎረባብቲ ሃገራት ዝወስዶ ናይ ካይሮ ተበግሶ ኣሎ። እዘን ሃገራት በቲ ኣብ ሱዳን ዝኸይድ ዘሎ ምዕባለታት ብቐጥታ ዝጽልዋ እየን። ስለዚ ሽግር ሱዳን ንምፍታሕ እቲ ዝበለጸ ናይ ዘተ መንበር ንሱ እዩ። ኣብ ናይ ካይሮ መንበር ስዑዲ ዓረብ ኣይተሳተፈትን። ዘይምስታፋ ጌጋ እዩ። ስለዚ ናይ ስዑዲ ዓረብ ተሳታፍነት ክህሉ ኣለዎ። ብዛዕባ እዚ ጉዳይ እዚ ምስ ዞባውያን መሻርኽትና ክንመያየጥ ኣለና። ነዚ ባይታ እዚ እንተድኣ ኣረጋጊጽና ምቹእ ሃዋህው ብምፍጣር፣ ኣሕዋት ሱዳናውያን ሽግሮም ባዕሎም ንምፍታሕ ዕድል ክረኽቡ እዮም። እዚ ሕጂ ንርእዮ ዘለና ዝተፈላለየ መናብር ዘተ ኣብ ጉዳይ ሱዳን ውጽኢት ናይ ዝተፈላለየ ውሽጣውን ግዳማውን ረቋሒታት እዩ። እቲ ሎሚ ኣብ ሱዳን ዘሎ ክውንነት ውጽኢት ዝተሓለለኸ ፖለቲካዊ፣ ቁጠባዊ፣ ጸጥታዊ፣ ዲፕሎማስያዊ፣ ጂኦፖለቲካውን ረቋሒታት እዩ። እዚ ኩነታት እዚ፣ ህዝቢ ሱዳን ናብ ህኑው ናይ ተቓውሞ ምልዕዓል ክኸይድ ዝደረኸ እዩ። ስለዚ ሱዳን ናብ ርህው መድረኽ ክትሰግር ሓደ ናይ መዛተዪ መንበር ጥራሕ እዩ ዘድሊ። ነቲ ሽግር ብቐንዱ ክፈትሕዎ ዝኽእሉ ሱዳናውያን እዮም። ዕድሎም ንምውሳን ድማ ግድን ክሳተፉ ኣለዎም። ምስ ኣሕዋት ምስራውያን ዝተዘራረብንሉ ጉዳይ ንሱ እዩ ነይሩ። ክሳብ ሕጂ ኩሉ ተበግሶታት ኣይተዓወተን።

ይኹን እምበር መርገጺና ንጹር እዩ። እቲ ጉዳይ ከምቲ ዝበሃል ኣብ ልዕሊ ሲቪላዊ ወይ ብዲሞክራሲያዊ ምርጫ ዝመጹ መንግስታት ዝተገብረ ዕልዋ ኣይኮነን። እቲ ዘሎ ፖለቲካዊ ክውንነት ከምኡ ኣይኮነን። ንባብና ኣብ ክውንነት ኣፍሪቃ ንሕሉፍ መድረኻት ኣብ ግምት ዘእተወ እዩ። ቅድሚ ስሳታት ኣህጉር ኣፍሪቃ ዝሰገሮ እዋን መግዛእቲ እዩ ነይሩ። ብድሕሪኡ ድማ ዝተፈልየ መግዛእታዊ መልክዕ ዝነበሮ መድረኽ ዝሑል ኲናት መጺኡ። ቀጺሉ ድማ ንዓለም ክግብት ዝሃቀነ ኣሃዳዊ ቁጥባዊ ስርዓት ስዒቡ። እዚ'ውን ዳርጋ ሓድሽ መግዛእቲ እዩ። መግዛእታውያን ሓይልታት ንጸጋታትን ዕድላትን ሃገራት ኣፍሪቃ ንነዊሕ ተቖጻጺሮሞ ጸኒሖም እዮም። እቲ ኩነታት ከኣ እናኸፍኣ ከይዱ። ዝሓለፉ ተኸታተልቲ ስርዓታት ኣፍሪቃ ዝበዝሑ ንመግዛእቲ ዘገልግሉ ወይ ወከልቲ እዮም ነይሮም ክበሃል ይከኣል። ምስ ሓይልታት መግዛእቲ ኮይኖም ከኣ ጸጋታት ኣፍሪቃ ይዘምቱ ነይሮም። ኣብ ኣህጉር ኣፍሪቃ ዝረኣ ዘሎ ምልዕዓላት እምበኣር ውጽኢት ናይቲ ሃገራት ኣፍሪቃ ዘሕለፈኦን ዘሕልፈኦ ዘለዋን ጊላነት እዩ። ቀዳሞት ኣፍሪቃውያን ኣቦታት ንኣህጉር ኣፍሪቃ ካብ መግዛእቲ ሓራ ንምውጻእን ባህርያዊ ጸጋታት ኣፍሪቃ ኣብ ረብሓ ኣፍሪቃውያን ንምውዓልን ዝነበሮም ባህጊ በቶም ዝሰዓቡ ስርዓታት ኣፍሪቃ በርዒኑ እዩ። እዚ ታሪኻዊ ድሕረ ባይታ ከኣ እዩ ነዚ ሕጂ ዝረኣ ዘሎ ምልዕዓላት ዝፈጠረ። ካብ ጊላነትን ምዝመዛን ሓራ ንምውጻእ ድማ